ትፈትወኒ ዲኻ? ትፈትወኒ ዲኺ? ትፈትዉኒ ዲኹም? ተባሂልና፣ እወ ንእግዚኣብሄር እማ ንፈትዎ ኢና፣ ጐይታና ንፈትወካ ኢና ክንብሎ ንኽእል ኢና። ጒድጓድ ኣብ እግሪ መስቀል ጠጠው ዝበለ ፍቕሪ ስለ ዝነበሮ እዩ። ፍቕሪ እንታይ ይኸውን ሕዚ? እምነትካ የጠንክረልካ፣ ምስ ጐይታኻ ዘለካ ርክብ ኣይበጠ ብጣዕሚ ተፍቅሮ እንድሕር ኮይንካ ንሰብ ኣብ መከርኡ ግዜ

ካብ ካሊእ እቲ እንምሃሮ ብዙሕ ነገራት እንወስዶ ነገራት እውን ኣብዚሕና ኣብዚሕና እንቐስመሉን ብጣዕሚ ንባዓልስና ዓርስና ፈትሽና ርእስና ብትሕትና እንመልኦሉን ትምህርቲ እውን እዩ ማለት እዩ። ስለዚ ወንጌል ኣብዞቲርና ክንሰምዕ ከም ዘለና ክንምሃር ኣለና። ወንጌል መሪሕና እዩ፣ ወንጌል ብርሃንና እዩ፣ ወንጌል ሰላምና እዩ፣ ወንጌል ወንጌል ብስራትና እዩ። ስለዚ እዚ ኣብዚ ክነዘውትሮ ከም ዘለና ደጋጊመ መልእኽተይ ከሕልፈልኩም ይደሊ ማለት እዩ። እቲ ሕዚ ንሰምዖ ዘለና ሃውሃውታ ዝኾነ ቦቲ ቦቲ እንጋጨወሉ ዘለና ነገራት እውን ዘየድልዩ ነገራት ናብ እዝና መፅን እዮም ኣትዮም ዝርብሹና እውን ወንጌል ሰኣን ምፍላጡ እዩ ከምኡ ዝገብር። ኣብቲ ካሊእ ደብረ ከረኽ ዝኣቱ ሰብ እውን ብደንቢ ሰጢሙ ኣብቲ ወንጌል ዘይምንባሩ እውን ስለ ዝኾነ ኣዘውቲርና ወንጌል ክንምሃር ኣለና። ወንጌል እንተሒዝካ ሰላም ኢኻ ትረክብ። ወንጌል እንተፈሊጥካ ኣብኡ እንተነይርካ እየን ህይወትካ ይስተኻኸል ብብርሃን እውን ኢኻ ትመላለስ ዓለም ፈተና እንተጋጠመትካ እውን ትፈተና ትሰግሮ ኢኻ ማለት እዩ ነዚ ሎማዓንቲ ድማ ካብ ቅዱስ ጴጥሮስ ብናይ ቅዱስ ጴጥሮስ ትምህርትን ብናይ ቅዱስ ጴጥሮስ ትሕትና ብናይ ቅዱስ ጴጥሮስ ንስሓ ኣነ ንስኹምን ኣብ ከመይ ዝመሰለ ደረጃ ከም እንበፅሕ እንመሃረሉ እዩ ማለት እዩ ጎይታ መድሃኒ ዓለም ኢየሱስ ክርስቶስ ንቅዱስ ጴጥሮስ ስምኦን ወዴና ካብዚኣቶም ኣብሊጽካ ትፈትወኒ ዶ ኢሉ ዝሓተቶ ኣሎ እዚ መሰረት ጌርና ኢና ክንምሃር ኣብ ዮውሃንስ ወንጌል ምዕራፍ ዕስራን ሓደን ካብ ዓሰርተ ሓሙሽተ ክሳብ ዓሰርተ ሸውዓተ ዘሎ ቃል እውን ክንሪኦ ከለና ማለት እዩ ምስ በልዑ ድማ ኢየሱስ ንስምኦን ጴጥሮስ ስምኦን ወዴና ካብዚኣቶም ኣብሊጽካ ትፈትወኒ ዲኻ በሎ በሎ። ንሱ ኸዓ፣ እወ ጐይታይ፣ ኣነ ኸም ዝፈትወካ፣ ንስኻ ትፈልጥ ኢኻ፣ ኢሉ መለሰሉ። ኢየሱስ ከዓ፣ ምሓሰኣይ መግብ፣ በሎ። ሓዙለይ ኣብዙ። ቀጺሉ፣ ካልኣይ ጊዜ ድማ፣ ስምኦን ወዲ ዮና፣ ትፈትወኒ ዲኻ? በሎ። ንሱ ድማ፣ እወ ጐይታይ፣ ኣነ ኸም ዝፈትወካ፣ ንስኻ ትፈልጥ ኢኻ፣ በሎ። ንሱ ኸዓ፣ ኣባጊዐይ ሓሉ፣ በሎ። ንሳልሳይ ጊዜ ድማ፣ ስምኦን ወዲ ዮና፣ ትፈትወኒ ዲኻ? በሎ። ጴጥሮስ ንሳልሳይ ግዜ ትፈትወኒ ዲኻ? ስለ ዝበሎ እናሓዘነ፣ ጐይታይ፣ ንስኻ ኵሉ ትፈልጥ ኢኻ፣ ኣነ ኸም ዝፈትወካን ትፈልጥ ኢኻ ኢሉ መለሰሉ እዩ ዝብል። ስለዚ፣ ኣብኡ ድማ ጐይታ ኣባጊዐይ ኣብልዕ ኢሉ ትእዛዝ ሃቦ ማለት እዩ። ኣነን ንስኹምን ጐይታ እግዚኣብሔር መድኃኔ ዓለም ኢየሱስ ክርስቶስ ትፈትወኒ ዲኻ እንተ ኢሉና መልስና እንታይ ይኸውን? ትፈትወኒ ዲኻ? ትፈትውኒ ዲኺ? ትፈትውኒ ዲኹም? እዩ ዝብለና ዘሎ ሕዚ። ትፈትወኒ ዲኻ ተባሂልና እወ እንድሕር ኢልና ትፈትወኒ ዲኻ? ትፈትወኒ ዲኺ? ትፈትውኒ ዲኹም? ተባሂልና እወ ንእግዚኣብሔር እማ ንፈትዎ ኢና፣ ጐይታና ንፈትወካ ኢና ክንብሎ ንኽእል ኢና። ምፍታው ዝበሃል ግን ብቃልካ ዘይኮነ ብኣንደበትካ እትምልሰሉ ከምቲ ጴጥሮስ እወ ጎይታይ ይፈትወካ እየ ዝብሎ ዘሎ ጥራሕ ዘይኮነ ጴጥሮስ ብውሽጡ እውን ንጎይታ ዝፈቱ ስለዝነበረ እዩ ማለት እዩ ካብዚኣቶም ኣብሊፅካ ትፈትወኒ ዶ ኢሉ ንምንታይ ኢልዎ ጎይታ ንምንታይ እዩ ካብዚኣቶም ኣብሊፅካ ትፈትወኒ ዶ ጎይታ ንቅዱስ ጴጥሮስ ካብዚኣቶም ካብቶም ደቀ መዛሙርቱ እዩ። ኣብሊጽካ ትፈትወኒዶ ዝበለሉ ምኽንያት ቅዱስ ጴጥሮስ ቅድሚ ስቕደት ቅድሚ ጐይታ ምስቃሉ ዝነበሮ ታሪኽ እዩ ዘዘንትው ዘሉ ዘሎ ድሕረ ባይታ ናይ ጴጥሮስ ዳሕረዋይ ዝነበረ እቲ መጀመርያ ዝነበሮ እዩ። ተቐዲሙ ዝነበረ ማለተይ እዩ። ስለዚ ነዙ እዩ ዘዝንቱ ዘሎ ጴጥሮስ ከምይ እዩ ነይሩ ጴጥሮስ ንጎይታ ይፈትዎ ነይሩ እዩ ግን እንታይ ዝብል ነይሩ መሲልኩም ቅድሚ ጎይታ ምስ ቃሉ ሕዚ ዘውግዖ ዘሎ ድሕሪ ምስ ቃሉ ድሕሪ ትንሳኤ እዩ እዩ ዘዛረቦ ዘሎ ትፈትወኒ ዲኻ ዝብሎ ዘሎ ቅድሚ ጎይታ ምስ ቃሉ ግን ጎይታ ክምህሮም እንከሎ ኮፍ ኢሎም ምስኡ እናሃለዉ እናተምሃሩ እንተሎ ከምዚ ክኸውን እየ ከምዚ ክኸውን እየ ክስቀል እየ ናብ መስቀል ክወፅእ እየ ክብሎም እንተሎ ጴጥሮስ ካልእ እዩ ዝብል ነይሩ ስለዚ ነዚ እዩ ጐይታ ዘልዕለሉ ዘሎ ማለት እዩ። ኵሎም እንተ ተዓንቀፉ እዩ ዝብል ራእዩ። ኵሎም እንተ ተዓንቀፉ ኣነ ፈጺመ ኣይዕንቀፍን እየ፣ ምሳኻ ክመውት እኳ እንተ ደለኹ ኣይክሕደካን እየ ኢልዎ ነይሩ። ኣብ ማቴዎስ ዕስራን ሽዱሽተን ካብ ሰላሳን ሰለስተን ዘሎ ጀሚሩ ክንርኢ ከለና ካብ ኵሎም ንላዕሊ ጽኑዕ ከም ዝዀነ ገይሩ ብባዕሉ እዩ ተደጊፉ ነይሩ ቅዱስ ጴጥሮስ። ስለዚ ቅዱስ ጴጥሮስ እዚ ብምባሉ'ዩ ሕዚ ንሱ ኣውቂስዎ ይግደፍ ዋላ ኣነ ምሳኻ ክመውት እየ ካልኦት ተኻሓድኹ ኣነ ክሕደካ ድየ ኢሉ ነይሩ ተዓቢኡ እዩ ነይሩ ብናይ ባዕሉ ተኣማሚኑ እዩ ነይሩ ድጋፍካ ግን መን ኢኻ ትገብር ዘለካ ጎይታይ ኣባኻ እየ ዝድገፍ ከም ዝፈትወኒ ከምቲ ሕዚ ዝብሎ ዘሎ ከም ዝፈትወካ ንስኻ ኢኻ ትፈልጥ ልበይን ውሽጠይን ባዕልኻ መርምሮ ንስኻ እተዎ ንስኻ ርኣየኒ ኣነ ብዝበልክዎ ኣይኮነን እቲ ናተይ ፍትወት ይፈትወካ እየ ዝብሎ ዘለኹ ንዓኻ ይስማዕማዕ ድዩ ፈታዊኻ ኮይነ ድየ ዝቐርብ ዘለኹ ኢልና ኣይና ክንቀርቦ ዝግበእና ማለት እዩ ከምቲ መጀመርያ ዝነበሮ ጴጥሮስ ግን ስምዒታዊ ፍቕሪ እዩ ዝበሃል ነይሩ ቅዱስ ዮሃንስ ኣፈወርቅ ጎይታ ነዚ ሕቶ እዚ ዝሓቶ ዘሎ ንጴጥሮስ ንምውራድ ኣይኮነን ንምውቃስ ኢሉ ኣይኮነን ምስቶም ካልኦት ኣወዳዲሩስ ትሑት ንክኽብሎ ናይ መን ፍትወት ይበልጽ ኢለ ኣይኮነን ከምኡ ዝብል ዘሎ ጎይታ በፍጹም ምስ ሰብ ኣወዳዲሩ ኣይኮነን ፍትወትካ ዝዕቅኖ ጎይታ ልብኻን ኩላሊትካን ርኢንኡ ተኣዛዚ እንተኾይንካ ድኣ እዩ ዝፈልጥ እምበር ምስ እኒ እገለ እኮ ካባኻ ንዓቐብ ፈትዮምኒ እዮም ንስኻ ግን ክንድኣቶም ኣይትፈትወንን ኢኻ ንስኻ እኮ ክንድዚ እኒ እገለ ሰሪሖም እዮም ክንድኣቶም ኣይሰራሕኻን ኢሉ ዝወቕሰካ ኣይኮነን እታ ንእሽተይ ስራሕኻ ርእዩ ዝሕግዘካ ጎይታ ዝሽልመካ ጎይታ ልዕል ክትብል እውን እናሓገዘካ ዝኸይድ ትርደእኒ ጎይታይ እንብሎ እውን ነዚ እዩ። ኣተሰእኒ ጎይታይ ይወድቐ ኣለኹ እየ የሰንፈኒ ኣለኹ እየ ይሰንፈ ኣለኹ እየ ሓግዘኒ ጎይታይ እንብሎ እውን ነዚ እዩ ማለት እዩ። ስለዚ እቲ ካብ ኩሎም ንላዕሊ ይፈትወካ እየ ዝብል ናይ ቀደም ቃሉን ርእሰ ምትእማኑን ክዝክር ሕዚ ግና በትሕትና ክምልስ ንምምሃር እዩ ከምዚ ዝበለ ይብል ቅዱስ ኣፈወርቅ ስለዚ እዩ ጴጥሮስ ሕዚ ክምልስ ከሎ ረይዎ ከምቲ ቀደም መጀመርያ ዝመለሶ ኣይኮነን ዝምልስ ዘሎ ካብዚኣቶም ኣብሊፀ ከይበለ ረዩ ብትሕትና ኣነ ከም ዝፈትወካ ንስኻ ትፈልጥ ኢኻ ጥራሕ ኢሉ እዩ መሊሱ መጀመርያ ግን እንታይ ኢሉ መሊሱ ነይሩ ቅድሚ ምኽሓዱ ቅድሚ ንጎይታ ይፈልጠን እየ ቅድሚ ምዋሉ እንታይ ኢሉ ነይሩ ካብ ኩሊኣቶም ኣነ ኣብሊፀ ፈትወካ እየ ኢሉ ይረእዎ ኩላቶም እንተወደቑኳ፣ ኩላቶም እንተተዓንቀፉኳ፣ ኩላቶም እንተኸሓዱዃካ፣ ኣነ ክሕደካን እየ፣ ኣነ ምሳኻ ምሳዕ መወዳእታ ደኣ ክመውት እምበር፣ ምሳኻ ደኣ ክስቀል እምበር። ይብል ነይሩ። ሕዚ ግና ረእይዎ። ካብኣቶም ካብዚኣቶም ኣብሊጽካ ትፈትወኒ ዶ ወዮ እዩ ዝብሎ ዘሎ ጎይታ። ከምዚስ ኢልካ ነይርካ ኢኻ፣ ካብዚኣቶም ኣብሊጽካ ትፈትወኒ ዲኻ? ጎይታይ ከም ዝፈትወካ እፈልጥ እየ። እንታይ በለ? ንዓኣቶም ኣብሊጸ ይፈትወካ እየ ኣይበለን። ኣይበሎን እዚ እንታይ ደኣ ከም ዝፈትወካ ይፈልጥ እየ ካብኣቶም ዝፈትውዎ ዶ ነይሮም ኣብሊፆም ዝፈትውዎ እኔው ዶ ቅዱስ ዮሃንስ ንረእይዎ ቅዱስ ዮሃንስ ወንጌላዊ እቲ ክሳዕ መስቀል ዝበፅሐ ብተፈጥሮ ዓሚቕ ፍቕሪ ዝነበሮ እዩ ኩሎም እንተሃድሙ እንተለዉ ዘይሃደመ እዩ ንጎይታ ዝፈቱ ዝነበረ ጎይታ እውን ዝፈትዎ ዝነበረ ዝተባሃለ ፍቁረ እግዚእ ዝተባሃለ ረእይዎ ጎይታ ይፈትዎ ዝነበረ ወዱ መዝሙር ተባሂሉ እውን ዝተጸዋዕ እዩ ተገለጸ እዩ ፍቅሪ ዮሃንስ ፍርሓት ዘይብሉ ክሳብ እግሪ መስቀል ዘብጽሐ ፍቅሪ እዩ ነይሩ ናይ ጴጥሮስ ግን እንታይ ነይሩ ጴጥሮስ እውን ብርቱዕ ፍቅሪ ዝነበሮ እዩ ብፍቅሪ ጉዝን ቀጸሉ ተባሂሎም ዝተገለጹ እዮም ነይሮም ኮይኑ ግና ናይ ጴጥሮስ ፍቅሪ ስምዒታዊ እዩ ነይሩ ስምዒታዊ ፍቕሪ ድማ ይገልጸካ እዩ። ስለዚ ስምዒታዊ ኣይኮነን ዝኸውን ዘሎ፣ ከምቲ ናይ ቅዱስ ዮሃንስ ፍቕሪ እዩ ክኸውን ዝግባእ ማለት እዩ። ጎይታይ ነቲ ጴጥሮስ ባዕሉ ካብ ኩሎም ኣብሊጸ ይፈትወካ እየ ረእይዎ ጎይታና ካብ ኩሎም ኣብሊጸ ይፈትወካ እየ ዝበሎ ቃል ንምምዛን ይሕዝን ቅዱስ ጴጥሮስ ካብዚኣቶም ኣብሊጽካ ትፈትወኒዶ ዝብሎ ዘሎ ማለት እዩ ኣብዚ ሰለስተ ግዜ እዩ ዝሓቶ ሰለስተ ግዜ ኣስተውዕሉ እዚ ነልዕሎ ዘለና ሕዚ ኣነ ንስኹም ንጎይታና ንፈትዎ ዶ ከምቲ ቅዱስ ጴጥሮስ መጀመርያ ኣነ ካብ ልዕሊ ኩሎም ይፈትወካ እየ እሞ ካብዚኣቶም ኣብሊፀ ስለ ዝፈትወካ ዋላ ንስኻ ክመውት እየ ዋላ ንትእዛዝካ ክመውት እየ፣ ክስየፍ እየ፣ ሓያላት እንተመፁ ክሳደይ ክህብ እየ እናበልና ንለዓዓል ሰባት ክንህሉ ንኽእል ኢና። ግን ክመፀና ከሎ መፍርሒ ነገራት ገዲፍናዮ ድማ ንሃድም። እቶም ዘይተዛረቡ ዝነበሩ፣ ፍቕሮም ኣብ ልቦም ገይሮም ዝመላለሱ ዝነበሩ ከም ዮሃንስ ዝበሉ ግን ኣብቲ መከራ እኳ ነቲ መከራ ክኢሎም ዝሓልፉ ክህልው ይኽእሉ እዮም ወይ ድማ በሊፆምና ከይርከቡ እንታይ ክንገብር ኣለና ከምኣቶም ብህድኣትን ብምስትውዓልን እቲ ፍቕሪ ከመይ ጌርና ክንገልፆ ከም ዘለና እቲ ትእዛዝ ከመይ ጌርና ክንሕልዎ ከም ዘለና እቲ ወንጌልና ከመይ ጌርና ከነስፋሕፍሖ ከም ዘለና ጥበብን ምስትውዓልን ስለ ዝዕድለና እዩ ዝነልዕሎ ዘለና ማለት እዩ ስለዚ ጎይታ ሰለስተ ግዜ ሓተቶ ስምኦን ወዲ ወልደ ዮና ስምኦን ወዲ ዮና ስምኦን ወዲ ዮና እናበለ ሊቃውንቲ ነዚ ከመይ ከም ትርጉምዎ ጴጥሮስ ኣብ መዓልቲ ስቕለት ኣብቲ ቐጽሪ ሓዊ ቆይሙ ሰለስተ ግዜ ጎይትኡ ከም ዘይፈልጦ ገይሩ ክሒድዎ ነይሩ እዩ ማቴዎስ 26 ካብ 69 ዘሎ ክረእ ከለና ማለት እዩ ጎይታ ድማ ነቲ ሰለስተ ግዜ ዝነበረ ናይ ክሕደት ቁስሊ ብሰለስተ ግዜ ናይ ፍቕሪ ምስክርነት ኣሕወየሉ እዩ ዝብል። ኣስተውዕሉ ምእመናን፣ ትማሊ ዝወደቅካ ከም ቅዱስ ጴጥሮስ ወዲቑ ተጋግዩ ነይሩ እዩ፣ ተሳሒቱ ነይሩ እዩ፣ ኣይፈልጦን ኢሉ ነይሩ እዩ፣ ግን ጐይታ ንስኻ ኣይፈለጥካንን ኢልካ ኢኻ እሞ ብድሕሪት ኩን የብለን፣ ብቕድሚት እዩ ኣሰሊፉ ወሪዱ። ብቕድሚት ተሰሊፉ ካብዚኦም ኩሎም ቅዱሳን ዝነበሩ ዮሃንስ እኳ ነይሩ እዩ ረእይዎም። ኣይከሓዶን ዮሃንስ ክሳዕ እግሪ መስቀል በጽሑ እዩ ኣብቲ ተገሊጹ ድሕሪ ትንሳኤ ክጽውዕ ከሎ ግን ንዮሃንስ ኣይኮነን ንመን ደኣ ንጴጥሮስ ሽልማት እውን ኮ ከሎ ሃዋርያነትካ መሊሰልካ እየ ክብርካ መሊሰልካ እየ ስለዚ ክሓርካኒ ኢለ ይወቅሰካን እየ ንድሕሪት የሽንድወካን ኣይበለን ሰለስተ ግዜ ክሒድዎ ነይሩ ሰለስተ ግዜ ድማ ጎይታ ረእይዎ ብፍቅሪ እናጸውዐ ረእዩ ብሰለስተ ግዜ ናይ ፍቅሪ ምስክርነት ተሕወየሉ ይብል ጴጥሮስ ንሳልሳይ ግዜ ትፈትወኒ ዲኻ ስለ ዝበሎ እናሓዘነ እዩ በዓሉ ጴጥሮስ መሊሱ ነይሩ ንምንታይ እዩ ጎይታይ ከምኡ ዝብለኒ ዘሎ ስለዚ ክሓርክዎ ድዩ ከምኡ ስለ ዝበልኩ ድዩ እናበለ ማለት እዩ እቲ ሰለስተ ግዜ ዝክሓዶ ክሕደት ስለ ዝበሎ እዩ ከም ዝበለ ቅዱስ ጴጥሮስ ጎይታ ግና ረእይዎ ብፍቅሪ እተለዓለ እዩ ከምዚ ዝብሎ ዘሎ ኣብዚ ቀፂሉ እንታይ ኢልዎ መሓሰአይ መግብ ኣባጊዐይ ሓሉ፣ ኣባጊዐይ ኣብልዕ እዩ ዝብሉ። ሰለስተ ነገራት መሓሲኤይ ኣብግእ መግብ፣ ኣባጊዐይ ሓሉ፣ ኣባጊዐይ ኣብልዕ። መሓሲኤ ዝብለን ዘሎ ረያሙ ንበለን ብሓደ ዓይነት ምእንታ ከነላ ረያሙ መግብ፣ ኣባጊዕ ሓሉ፣ ኣባጊዕ ኣብልዕ። መግብ ሓሉ ኣብልዕ እዚ ሰለስቲኡ ነገራት ዝተፈላለየ ምስጢር ስለ ዘለዎ እዩ ካብ ህፀ ረይዎ ረያሙ ንብለን ዘለና ወይ መሓሲእ ዝብለን ዘሎ መሓሲእ ትበሃል ናይ ጤል እያ እውን ብናይ ዓድና ፃውዓ እንተርእናዮ መሓሲእ ትበሃል ነታ ናይ ጤል ንእሽቶ እያ ረየማ ተባሂላ ድማ እንታይ ናይ በጊዕ ትፅዋዕ መሓሲእ መግብ ዝለ ዘሎ ረያሙ መግብ ኣባጊዕ ሓሉ ኣባጊዕ ኣብልዕ እዩ ዝብለን ዘሎ ካብ ብሓደ ገይሮም እንታይ ክኸደልና ማለት እዩ ስለዚ እታ ንእሽተይ ዘላ ተወለደት ኣብልዕ መግብ ነቶም ልዕሊ ኢሎም ዘለዉ ድማ ሓሉ ነቶም ዓበይቲ ድማ ኣብልዕ እዩ ዝኒሀ እቲ ፍልል እዩ ሕዚ ብደንቢ ክርኢ ኣለና እዞም ሰለስተ ናይ ክርስትና ጓሰነት እዮም ሓደ ኣቦ ሰለስተ ነገራት ክጓስ ከም ዘለዎ እዩ እዚ ዘርእየና ዘሎ ሰለስተ ደረጃታት ኣለዉ እዚ ማለት እዩ ስለዚ እዚ እንታይ እዩ ብኸመይ እዩ ከምዚ ዘሎ መሓስአይ መግብ ኢሉ ረእዩ ራያ ሙን ወሎ ወይ ዕያውቲ ኢሎም ዝገልጽዎ እውን ማለት እዩ። መሓሰኣይ ወይ ራያሙ ዝተብሃሉ ህጻናት እዮም። ሓደሽቲ ናብ እምነት ዝመጹ እዮም። ንምንታይ እዮም ከምዚ ዝብሎም ዘሎ ሕዚ ረእይዎም? ንዓዓቶም ቀሊል ምግቢ ከም ጸባ ማለት ቀሊል ትምህርቲ እንሃብካ መግቦም ናብቲ እምነት ንክመፅሉ ዝኽእሉ ቀሊል ነገራት ኣይተኽውደሎም እዩ ዝብል ኣብዙይ ኣብ ቀዳማይ ጴጥሮስ እንረኽቦ ቃል ኣሎ እንታይ እዩ ዝብል ንህፃናት ህፃናት ከም ዝኾንኩም ወይ ድማ ከምቶም ሓደሽቲ ህፃናት ንፁህ ፀባ ንጹህ ጸባ ተመነዩ ንጹህ ጸባ ወይ ድማ መንፈሳዊ ጸባ ዝብሎ ማለት እዩ ግን ከመይ ከምቶም ንእሽተያት ህፃናት ከምቶም ተወለዱ ህፃናት ስለዚ ንህፃውንቲ ዝደሊ ዘድሊ ትምህርትን ንማእከሎት ዘድሊ ትምህርትን ንዓበይቲ ዘድሊ ትምህርትን ነንወይንቲ ስለ ዝኾነ ኣብዚ እንታይ ይብሎ ኣሎ ነቶም ሓደሽቲ ህፃናት ዝኾኑ ትምህርትን ነቶም ዝተወለዱ ህፃናትን ነቶም ካብ ካሊእ ክሕደት ናብቲ እምነት ዝመፁ ዝጥመቑ ዘለውን ዝኸውን ትምህርቲ እናገበርካ እንታይ ግበሮም መግቦም እዩ ዝብል መግብ እዩ ዝብል ባዕሉ ኣብልዓዮም ፅቡቕ ፅቡቕ ሃቦም ክጥንክርሉ ዝኽእሉ ክዓብይሉ ዝኽእሉ ድሓር ዘይሰሓትሉ ድሓር ዘይወድቅሉ ከምዚ ጌርካ መግቦም በል ጴጥሮስ ዝበሎ ቀፂሉ እንታይ ይብሎ ኣባጊዐይ ሓሉ ምሕላው ድማ ነስተውዕሉ ኣብቲ መግብ ኢና ኢልና ኣብዚ ሓሉ ኢና ኢልና መበል ካልኣይ ዘሎ ሓሉ ምባል ድማ ምሕላው ካብ ምንታይ እዩ ካብ ተፈላለየ ነገራት ጸላኢ ኣባጊዕ ሓሉ ተባሂልካ እንድሕር ተሰዲድካ ሓዚ ተፈላለየ ሓልዎ ንብል ዓየን ተፈለረይዎ ተኣሳሲሩ እውን ዝኸይድ ስለ ዝኾነ ነቲኣቶም እናብልዐ እናሓለወ እውን ንምንታይ ነቶም ህፃናት ዝኾኑ ዘሎ ሕዚ መግብ ክበሃል እንከሎ ምምጋብ ጥራሕ እዩ ዘድልዮም ህፃናት ክትሕልዎም እውን ኢኻ ናብ ሓዊ ከይኣትዉ ከይወድቁ ከይስበሩ ናብ ገደል ከይፀድፉ ዘይኮነ ነገራት ከይረኽቦም እናመገብካ እናሃለኻ ኢኻ ኣብ ሕቑፍኻ እዮም ዘለዉ ትንከባኸ ኢኻ ንህፃን ማለት እዩ ፀዋጥ እውን ናስተኻ ድዩ ማይ ከይሕነቕ ትበልዕ ከሎ እውን ንሽቶ ንሽቶ ኢኻ ትኽሉ ከይሕነቕ ቃለ እግዚኣብሔር እውን ከምኡ ጌርካ መግቦም እዩ ከምኡ ጌርካ ብልዓዮም እዩ ዝብሎ ዘሎ ቀጺሉ ኣባጊዐይ ሓሉ ድማ ካብ ተዃሉ ሓሉ ካብ መናፍቃን ሓሉ ምክልኻል እዩ መናፍቃን ክመጽዎም ከለው ንሳቶም ዓቕሚ ዘይብሎም ድሕር ኮይኖም እኳ ንስኻ ከድካ ተኸላኺልካ ንዓቶም ሕፊርካ ንዓቶም ነቶም መናፍቃን ሕፊርካ ነቶም ምእመናን ድማ ክተጠንክሮም ከም ዘለካ እዩ ስርዓት እውን ኣትሕዞም ካብ ስርዓት ወጻኢ ከይኾኑ እዩ እዚ ንመናእሰይ ዝኾነ ትምህርቲ እዩ ረይዎ እምበኣር ኣባጊዕ ሓሉ ዝበሃል ዘሎ መናእሰይ ብደመ ነፍሲ ዝጓዓዙ እዮም ናይ ሓዊ ግዜ እዩ ብደመ ነፍሲ ክንበሃል ከለና ሓዊ ዝሕይለሉ እዩ ናፍቲ ናፍቲ ዝብለሉ እዩ ናብ ስኻር ከይኣትዉ ምስ መናፍቓን ከይሕወሱ ምስኣቶም ተጸንቢሮም ናብ ናታቶም ናብ ጣዖታት ከይኸዱ ኣእዳዎም ናብ ሕማቕ ከየልዕልዎ ናብ እምኒ ናብ ምድርባይ ሰይፊ ናብ ምዕጣር ከይለዓሉ ኣንደበቶም ክፉእ ከይዛረብ ብሕማቕ ወረታት እዛኖም ከይምላእ እእጋሮም ናብ ጣዖታት ከየምርሓ ናብ ዝሙት ከይጓዓዝ ነዚኣቶም ሓልዎም እዩ ተኳሉ ከይመፅዎም ሓልዎም ነዞም መናእሰይ እዚኦም ነዞም ጉልበት ኣለኒ ኣለኒ እናበሉ ዝምክሑ ዘለዉ ከይምክሑ እውን ብጉልበቶም ከይምክሑ ኣብ ድኻታት እውን ከይለዓሉ ኣብቶም ብትሕቲኦም ዓቕሚ ዘይብሎም ዘለዉ እውን ደፋእቲ ከይኾኑ ዝተፈላለየ ነገራት ንሓጢኣት ኣብኣቶም ከይኣቱ ነዚኣቶም እውን ሓልዎም ነቶም እንታይ ዝኾኑ መናእሰይ ዝኾኑ ቅፅል ኣንቢሉ መበል ሳልሳይ እንታይ ይብል ኣባጊዐይ ኣብልዕ ይብል እዚ ድማ ነቶም በሲሎም ዘለዉ እዩ ነቶም ዓበይቲ ዝበሃሉ ሽማግለታት ዝኾኑ እውን ኣብልዕ እዚ እውን ረእይዎ መንፈሳዊ ትምህርቲ ምምጋብ እዩ ንኣቶም ዘድልዮም ነገራት እውን ምምጋብ ማለት እዩ ቅዱስ ኣምበሮስ ነዚ እንታይ ኢሉ ገሊጽዎ ኣሎ መሓሰ ይብል ምምጋብ ናይ መጀመርታ ስጉምቲ እዩ ይብል ኣባጊዕ ምሕላው ድማ ዝያዳ ሓላፍነትን ጥንቃቐን ዝሓትት ዓብይ ደረጃ መጓሰ እዩ ይብሉ ስለዚ እዚኣቶም እምበኣር ናይ መጓሰነት ደረጃ እዮም ዝወሃቡ ዘለዉ ንጴጥሮስ ጥራሕ ኣይኮነን ተዋሂቡ ንኣቦታትና ተዋሂቡ ብታሕቲ ዘለዉ እውን ነናይ ባዕሉ መጓሰነት ኣለዎ ይሕዝ እምበኣር ኣብ ኣቦታትና ኣትሪፍና እውን ነትርፎ ኣይኮነን እዚ ኣብ ሊቃነ ጳጳሳት ተርፈ ኣይኮነ ኣብ ካህናት ተርፈ ኣይኮነ ኣብ ዲያቆናት ተርፈ ኣይኮነን ምእመናን እውን ነናይ ባዕሉ ሓላፍነት ገይሩ ወንጌል ከስፋሕፍ ሕቶ ሃበ እዩ እቶም ሜትን ዕስራን ቤተሰብ ዝነበረ ናይ ኣገልግሎት ስራሕቲ እንታይ ከም ዝመስል ዝነበረ ንሪኦ ኢና ከመይ እናበለ እውን እናቐፀለ ሕልፊ ቅዱስ እስጢፋኖስ ብእምኒ ቐጥቂጦም ምስ ቀተልዎ እቲ መጓሰ ከመይ ከም ዝኾነ ናበይ ከም ተስፋሕፍሐ እዩ ሕድሕዶም ምስ ተበታተኑ ናፍቲ ናፍቲ ምስ በሉ ከመይ ገይሮም ከም ዘስፋሕፍሑ ወንጌል እንመሃረሉ እዩ ማለት እዩ ሕድሕድና ሕዚ እውን ክንጥንቅቐሉን ክንመሃረሉን ዝግባእ ኣብዘን ሓለዋ እዚኣተን ክንፅመድ ይግበአና በብዓቕምና በብደረጃና ስኢልካ ምኻድ ንባዕልካ እውን ክትሕሉ ይግበአካ ማለት እዩ ቃል ኣምላኽ መሃር ኣባጊዒ ሓሉ ድማ ሓሉ መርሕ ካብ ተኳሉ ሓሉ ሕግን ስርዓትን ሓሉ ጓሰታት መጓሰ ኣምላኽ እዮም። ሓሉ ይብል ቀዳማይ ጴጥሮስ ምዕራፍ ሓሙሽተ ቁፅሪ ክልተ እውን ስለ ዝተረድኦ ስለ መጓሰነቱ ንጉን ቅዱስ ጴጥሮስ እንታይ ከም ዝመስለ መልእኽቱ ርእይዎ ከመይ ከም ዘመሓላለፈ ናይ መጓሰነት ተረድእዎ እዩ ስለዚ ኣቱም ጓሶት ይብል መጓሰ ኣምላኽ ሓልዉ እዙይ እንታይ ማለቱ እዩ? ነተን ምእመናን ሓልውወን ናብ ካልእ ከይኸዳ ይብል። ኣባጊዐ የብልዕ ድማ ይብል። ብቓል ኣምላኽ መግብ፣ ብምስጢራት ኣብልዕ፣ ብትምህርቲ ኣጽንዕ ማለቱ እዩ። ምጋብ ምምሃር እዩ፣ ሓሉ ምሕላው ምምራሕን እዩ ርእይዎ። ኣብልዕ ድማ ብቐጻሊ ምእካብን ምዕባይን እዩ። እዙይ ስለዚ እቲ ሰለስተ ግዜ ዝኸሓደ ጴጥሮስ ዳግማይ ኣገልግሎቱ ክርከብ ነበሮ። ኣረከቦ ጎይታ ድማ ክሒድካ ኢኻ እዚ እዚ ኢልካ ኢኻ ኣብ ቁርፂ እዋን ብፍርሒ ምኽንያት ካባይ ርሒቕካ ኢኻ ኪድ ወግድ ኣይበሉን እንታይ ደኣ ግበር ንዓ ናብ ንውርነትካ ተመለስ ከመይ ዘሕጉስ እዩ ሮዩ ከመይ ደስ ዝብል እዩ እንተ ተጋጊኻ እንተ ወዲቕካ እኳ ተሲእኻ ኣብ ትሰርሖ ዝነበርካ ስራሕቲ ኣይትዋፍርን ኣይብለካ ናብ ኣገልግሎትካ ኣይኸለካን ጎይታ ቅዱስ ጴጥሮስ ረእይዎ ማለት እዩ ስለዚ እዚ ክንሪኦ ዝግበአና እዩ ማለት እዩ በዓሉ ቅዱስ ጴጥሮስ እዚ ምማሉ ካብቲ ናይ ክሕደት ናይ ሃዋርያነቱ መዓርጉስ ወዲቑ ከም ዝነበረ ገይሩ እዩ ዝሓስብ ነይሩ ንባዕሉ ግን ጎይታ ብፍሉይ ንዕኡ ብሽሙ ፀውዕ እዩ እዚ ሓላፍነት ዝሃበሉ ኣረክይዎ እዩ ይምረቕ እዩ ዘሎ እዚ በቃ ርእዮ እዚ ሓሉ ጴጥሮስ እዚኣቶም ሓልዎም እዚኣቶም ኣብልዓዮም እዚኣቶም መግቦም እናበለ ብዝበለፀ ካብቶም ካልኦት ስሙ ፀዊዑ ንዕኡ ዓረኮ ካልእ ክርኦ ዝግበአና እቶም ካልኦት ኣብኡ ዝነበሩ ደቀ መዛሙርቲ ካልእ ሕማቕ ስምዒት ከይስምዖም እውን ስቕ ኢሉ እንተዝኸይድ ነይሩ ጴጥሮስ እኮ ክሒዱ ነይሩ እዩ እዚ ገይሩ ነይሩ እዩ ከመይ ገይሩ እዩ ምሳና ዘገልግል ካልእ ካልእ ንኸይብሉ እውን ኣብ ቅድሚኣቶም እዩ ረኪብዎ ጎይታ ኣብ ቅድሚኣቶም ፍጹም ይቕሬታ ከም ዝተገበረሉ ክፈልጡን ከም መራሒኦም ገይሮም ድማ ዳግማይ ክቕበልዎን ስለ ዝደለየ እዩ ምንም ቅድሚኣቶም ጴጥሮስ እናበለ ዝፅውዕሉ ማለት እዩ ቅዱስ ዮሃንስ ኣፈወርቅ ነዚ ክትርጉሙ ከሎ እንታይ ይብል መሲልኩም ጎይታ ንጴጥሮስ ካብዚኣቶም ኣብሊፅካ ትፈትወኒ ዶ ክብሎ እንተሎ ነቲ ጴጥሮስ ቅድሚ ሕዚ ኩሎም እንተተዓንቀፉ ኣነ ዓይንቀፍን ኢሉ ዝተዛረቦ ቃል ንምእራም እዩ ይብል ጴጥሮስ ሕዚ ተማሂሩ እዩ ስለዚ ካብዚኣቶም ኣብሊጸ ኢሉ ኣይተዓበየን ይብል። ኩሉ ትፈልጥ ኢኻ በለ ጎይታ ንኣይ እንተ ፈቲኻኒ ኣባጊዒ መግብ ማለቱ ናይ ፍቕሪ መግለጺ ንኣይ ምስጋና ምቕራብ ጥራሕ ዘይኮነስ ነተን ብደመይ ዝዓደግክዎን ኣባጊዕ ምሕላው ምዃኑ እዩ። ኢሉ ይገልጾ። ቅዱስ ቄርሎስ ድማ እንታይ ይብል? ጴጥሮስ ሰለስተ ግዜ ብምኽዓዱ ነቲ ናይ ሃዋርያነት ክብሩ ጠፊኡ ነይሩ እዩ። ጎይታ ድማ ነቲ ሰለስተ ግዜ ዝነበረ ናይ ክሕደት ወይ ድማ ዝነበረ ክሕደት ብሰለስተ ግዜ ምስክርነቱ ምስክርነት ፍቕሩ ምስክርነት ፍቕሪ ሰረዞ ኣባጊዕሓሉ ማለቱ ድማ ነቲ ዝጠፍአ ናይ ሃዋርያነት ክብሩ ስልጣኑን ጓሳነት ዳግማይ ከም ዝሃቦ ማሕተም ክገብረሉ ስለ ዝደለየ እዩ ይብል። ርእይዎ ሰለስተ ግዜ ምስክርነት ሕዚ ኣባና እኮ ኣብ ዓለም እንተሪኢኹምዎ ሓደ ሰብ እንድሕር በዲሉ ሰለስተ ግዜ መሰኻኽር ናይ ምብዳሉ መረጋገፂ ንሕና ስለ ዘይነበርናኡ መሰኻኽር ኣምፁ ይበሃሉ ሰለስተ መሰኻኽር ሒዙ ይኸይድ ተበዳሊ በዚኣ መዓልቲ እዚኣ በዛ ሰዓት እዚኣ ኣብ ቅድሚ እገለን እገለን ነይሮም ከምዚኣ ገይሮምኒ እዮም ኢሉ እዩ ዝምስክር ጎይታ ድማ ኣገልግሎት ክበካ ከሎ እውን ይሸመካ እዩ ወይ ድማ ፍቅሪ ብሰለስተ ይጸንዕ ምስክር ብሰለስተ ይጸንዕ ከም ተባለ ፍቅርውነቱ እውን ንረዩ ሰለስተ ግዜ በዓሉ ጎይታ ናይ ፍቅሪ ሰለስተ ግዜ ምእማን ነቲ ናይ ፍርሓት ሰለስተ ግዜ ክሕደት ኣጥፍኦ እዩ ዝብል ፍርሓት ንክሕደት ከም ዘምጽኦ ፍቅሪ ድማ ንእምነት ተምጽእ እዩ ዝረአዩ ኣብቲ ብፍርሓት እዩ ክሒዱ ካብ ልቦ ኣይኮነን ንጎይታ ጸሊእዎ ኣይኮነን ግን ፍርሒ ስለ ዝነበረ ናይቶም ኣይሁዳውያን በዚ እዩ ኣይፈልጦን ኢሉ ድሓር ከይዱ ከመይ ከም ዝበኸየ ንርዶ ኢና ፍቅሪ ድማ ረእይዎ ፍቕሪ ድማ ንእምነት እናጽንዐ እዩ ዝኸይድ ፍቕሪ ስለ ዘለዎም እዮም ውረእይዎ ፍቕሪ ስለ ዘለዎ እዩ ካብኡ መሊኡ ዘይከደ ይሁዳ ፍቕሪ ኣይነበሮ ፍቕሪ ስለ ዘይነበሮ ጠፍ እዩ ቅዱስ ዮሃንስ ኣፍዎ ዮሃንስ ወልደ ነጎድጓድ ኣብ እግሪ መስቀል ጠጠው ዝበለ ፍቕሪ ስለ ዝነበሮ እዩ ፍቕሪ እንታይ ይኸውን ሕዚ እምነትካ የጠንክረልካ ምስ ጎይታኻ ዘለካ ርክብ ኣይበጠ ብጣዕሚ ተፍቅሮ እንድሕር ኮንካ ንሰብ ኣብ መከርኡ ግዜ ኣብ ፀገሙ ግዜ ኣብ ሓጎሱ ግዜ ኩሉ ግዜ ምስ ኢኻ ትኸውን ኣብ ጎኑ ኢኻ በቃ ሓጎሱ ሓጎስ ከኣ እዩ ዝኸውን ሓዘኑ ሓዘን ከኣ እዩ ዝኸውን ምስ ጎይታ ዘለካ ፍቅሪ ስጡም እንተኾይኑ ድማ ኣብዚ ምድሪ ዝተፈላለዩ ነገራት ክመፀካ ከሎ ብዙሓት ሆይ ኢሎም ተላዒሎም ክመፁ ከሎ ክቐብሩካ እኮ ካብ ጎይታ ተመንጠል ረሓቕ ተፈላለ ንጎይታ ክሓዱ ክብሉካ ከለዉ ብፍፁም እዚ ክትገብሮ ኣይትኽእለን ንምንታይ ምስ ጎይታ ስጡም ፍቅሪ ስለ ዘለካ ስለዚ እቲ ፍርሓት ንክሕደት ከም ዘምፅኦ ፍቅሪ ድማ ንእምነት እንታይ ትገብር ተምፅእ እዩ ዝብል ስለዚ ጎይታ ንጴጥሮስ ኣባጊዔ መግብ ክብሎ ከሎ ናትካ ኣባጊዕ ጌርካ ዘይኮነስ ረእዎ እዚ ክነስተውዕል ዝግበን ከም ናተይ ኣባጊዕ ጌርካ መግበን ማለቱ እዩ ኣባጊዐ እዩ ዝብሎ ጓሶት ናይ ባዕሎም ክብሪ ዘይኮነስ ናይ ክርስቶስ ክብሪ ክደልዩ ከም ዘሎም ዘርኢ እዩ ኣብዚ ብዙሓት ንመሃረሉ ብዙሕ ንመሃረሉ ሕዚ ኣባጊዕኹም ሓልዎ ኣይኮነን ኢሉና ኣባጊዕ ሓልዎ ኣይኮነን ኣባጊዐይ እዩ ዝብል ኣባጊዕ መእመን ዝሞተለን ጎይታ እዩ ብደሙ ዝዓደገን እየን ስለዚ ናታትን ኮይሩ እቲ ዝመፅእ ክብሪ ድዩ ዝመፅእ ዕልልታት ዝእከብ ሰብ ንዓኻ ክብሪ ንዓኻ ጥቕሚ ዘይኮንካ ክተውዕሎ ዝግበአካ ናብ ጎይታ ናብ እግዚኣብሔር ክተረከቦም እቲ ክብሪ ድማ ናብ ጎይታ ንጎይታ ዝበፅሕ ዘሎ ምስጋና ዝመፅእ ዕልልታ ጣቕዒት ክኸውን ካልእ ክኸውን ይኽእል ንጎይታ ንእግዚኣብሔር ኢልካ ክትሓስብ ኣለካ እዚኣቶም ኩሎም ድማ ኣነ ዝኣከብኩም እየ ዘይኮንካ ክትብ ዘለካ ብቃል እግዚኣብሔር ተኣኪቦም ጐይታ እግዚኣብሄር ዝሞተሎም ብደመ ክርስቶስ ዝተሰረቱ ምእመናን እዮም፣ ዝተዓደጉ ምእመናን እዮም ኢልካ ክትሓስብ ኣለካ ማለት እዩ። ስለዚ እቲ ክብሪ ናይ ጐይታና እግዚኣብሄር ብዓርስኻ ብዙሕ ብኾንቱ ውዳሴ እውን ጠፊኡ ይኸይድ ስለ ዘሎ ማለት እዩ። ቅዱስ ኣትናቴዎስ እንታይ ይብል? ክርስቶስ ነተን ኣባጊዕ ናተይ ኢሉ እዩ ዝጽውዐን። እዚ ድማ ንሱ ባዕሉ ሓቀኛ ሓላዊ ፈጣሪኤንን ምዃኑ የርኢ። ንጴጥሮስ ዝሃቦ ስልጣን ግና ናይ ውክልና እዩ ይብል። ጴጥሮስ ፍቕሩ ኺገልጽ ዚኽእል ንክርስቶስ ዚጠቅም ነገር ብምግባር ዘይኰነስ፣ ነተን ክርስቶስ ዘፍቅረን ኣባጊዕ ብምግልጋል ጥራይ እዩ። ያይዎ ንዓኣተን ዚጠቅም ስራሕ እናሰርሕኻ ንስኻ ሓላፍነት ወሲድካ ኣለኻ ቀዲምካየን እናኸድካ ናተወቃዕካ ናተገረፍካ ድዩ ናፀማእካ ድዩ ናጠማእካ ድዩ ናጠመኻ ድዩ ንኣተን ክተገልግለን ከለኻ ንጎይታ ዘለካ ፍቕሪ ትገልፅ ኣለኻ እዩ ዝብል እዚኣተን ናይ እግዚኣብሄር ፍጡራት እየን፣ ጐይታ ዝሞተለን እዩ ኢልካ ትሓስብ ኣለካ። ጴጥሮስ ኣብ ቅድሚ ሓዊ እዩ ክሒዱ ይብል ቅዱስ ኤፍሬም ድማ ጎይታ ድማ ኣብ ጥቃ ባሕር ሓዊ ኣዳልዩ ዓሳ እናበልዑ እዩ ሓቲትዎ ዮሃንስ 21 ሸዓተ ዘሎ ንረኽቦ እዩ እቲ ቦታ ምስቲ ዝኸሓደሉ ቦታ ይመሳሰል ነበረ ጴጥሮስ ንሳልሳይ ግዜ እናሓዘነ መለሰ እዚ ሓዘን እዚ ግና ናይ ተስፋ ምቑራጽ ሓዘን ዘይኰነስ ይብል ሓቀኛ ናይ ንስሓ ንብዓትን ፍቕሪን ዝመልኦ ነበረ ይብል። ከምዚ ኢልና ክንምለስ እኮ እዩ ዝግበአና። እግዚኣብሔር ንሓጣን ከመይ ገይሩ ብንሳ ከም ዝቕበሎም ዘርእየሉ ዓብዪ እምነት እዩ ኣብነት እዩ ኣብ ጴጥሮስ ዘሎ እውን ኣብ ጎይታ ዘሎ ርኅራኄ እውን ተመልከትዎ ጴጥሮስ ዓብዪ ሃዋርያ ኮይኑ እኳ እንተወደቐ ብንስሓ ግን ተመሊሱ እዩ ጎይታ ድማ መሊሱ እቲ ሓላፊ መንነቱ ኣይኮነ ረኣየ ዝረኣየ እቲ ተመለሰሉ ርዩ ሓላፊ ናይቲ መጓሰ ይገበሮ እዩ ዝብል ሕዚ ቤተ ክርስቲያን ንዝወደቑ ንዝተጋገዩ ብዝተፈላለዩ ነገራት ንዝዓወሩ ድዩ ብትዕቢት ንወደቑ ድዩ ብገንዘብ ንዝበሉ ድዩ ብፍርሓት ንፈልጦ ንጎይታ ንዝበሉ ድዩ ንምእመና ንዝበደሉ ድዩ ንባዕላቶም ናብ ዘይኮነ ንዘእተው ድዩ ብዝተፈላለየ ነገራት ንዘለዉ ዓበት ይኹኑ እናእሽቱይ ጳጳስ ይኹን ካህን ይኹን ዲያቆን ይኹን ምእመን ይኹን ንጉስ ይኹን ካልእ ይኹን ብዘየገድስ ብንስሓ ከም ጴጥሮስ እንድሕር ተመሊሶም ጎይታ ኣብ ልዑል ክብሪ ከም ዘቕምጦም እዚ ክፈልጥ ክንፈልጥ እዩ ዝግበአና ማለት እዩ ቤተ ክርስቲያን ሓጣን ትቕበል እያ ንኹሎም ናብ ንስሓ ንዝመፁ ሓጣን ክትቅበል ከም እትኽእል ዘምህር ትምህርቲ እዩ ትቕበል ከም ዝኾነት እውን እንርድየሉ ትምህርቲ እዩ እዙይ ትምህርቲ እዙይ ማለት እዩ ስለዚ ኩልና እዚ ነገር እዚ ቀሊል ከም ዘይኮነ ፈሊጥና ብወንጌል ተመሊእና ክንመላለስ ኣለና ኣሕዋተይ ኣሓተይ ኣቦታተይ ኣዴታተይ ደጋጊመ ዝብለኩም ሕዚ እውን ኣብ ወንጌል ክነዝውትር ኣለና ክንሰምዕ ኣለና በቃ መዓልና ምሕዳርና ኹን ኣብቲ ቃል ምስቲ ቃል እግዚኣብሄር ክኸውን ኣለዎ በቃ እቲ ዓለም ንሪኦ ኣለና ቦቲ ንቦቲ ንኸይድ ኣለና ናትና ኢና ንብሎም ሰባት ተኾኑ እኳ ከምዚ እዮም ኣብ ልዑል ደረጃ ዘቕመጥናዮም እንተኾነ ኣብ ዘይኮነ ናብ ዘይኮነ ነገራት ኣትዮም ንሕና እውን ኣብ ዘይኮነ ነገራት ክንከይድ ከለና ዝተፈላለዩ ነገራት የጋጥመና ኣሎ ግን ግን ኣብታ ዘለናያ ፀኒዕና ብንስሃ እናተሓጸብና በቲ ቃሉ እናበርትዓና ኢና ክንከድ ዘለና። እዚ ክንመግብ ኢና ዝግባእ። ተመገብቲ ጥራሕ ኣይኮነን መገብቲ እውን ክንከውን ኣለና። ሓለውቲ እውን ክንከውን ኣለና። ኣብላዕቲ እውን ክንከውን ኣለና። መግብ ኣብልዕ ሓሉ ወይ ድማ መግብ ሓሉ ኣብልዕ ዝብል ርኢናዮ ኢና ዘርዚርና ማለት እዩ። ስለዚ ብንእገለ ምክንያት ብንእገለ ምክንያት እናበልና እውን ካብ ምትሕምማይን ካብ ዘይኮነ ነገራትን ወፂና ወንጌልና ሒዝና ንቐፅል ዝኸደ ሰሚዕና ዶ ኣይተመለሰን ፅቡቕ ፅዒርናሉ ዶ ኣይተመለሰን ፅቡቕ ኣይኮነን ዶ ገዲፍናዮ ንኽድ በቃ ኩሉ ግዜ ኣብቲ ንመሃሮ ዘለና ትምህርቲ ብፍቕሪ ዓሲልና ክንከይድ እዩ ዝግበአና ማለት እዩ ስለዚ እቲ ንሪኦ ብጫውጫው ድዩ ካሊእ ካሊእ ዓለም ዝነገር ነገራት ቤተ ክርስቲያን ከጋጥመና ዝኽእል ነገራት ይኹን ዝተፈላለየ ፈተናታት ንሱ ሰጊርናዮ ንሕለፍ በቃ መርኣያ ንኹን ሐዚ ናብ ሐዚ ንዓቶም መርኣያ ንኹኖም ነቶም ይወድቁ ኣለዉ ንተርፎ ኣለዉ ንብሎም ንዓቶም እንተይሓመና ስሞም ግዛዕምዛዕ ከምዚ እዮም ከምዚ እዮም ናልና ብውድ ንክወድቁ እንተይገበርና ቀፂልና ንኸይድ እሞ ወንጌልና ነስፋሕፍሕ ኩሉ ግዜ ቃሉ ክንሰምዕ ኣለና ክነዘውትር ኣለና ኣብ ዘይኮነ ነገራት ኢና ንውዕልን ንሕድርን ዘለና ቃሉ ሰምዕ ይውሕደና ኣለሞ ኩለን ናብ ቃሉ ንትጋሄ ክብለኩም ዝደሊ እዚ መልእኽቲ እዚ ብዙሓት ዝተጸገሙ ብዙሓት ዝተጨነቑ ብዙሓት ዝወደቑ ብዙሓት ቃሉ ዝሰኣኑ ብዙሓት ናብ ሓጢኣት ዝኣተው ስለ ዘለዉ እዚ ቃል እዚ የስምዕዎም ልክዕ ጴጥሮስ መሲሎም ከምቲ ጴጥሮስ ዝተመለሶ ቅዱስ ጴጥሮስ ጴጥሮስ ዝኣክል ሃዋርያ እኮ ከምዚ ገይሩ በዲሉ ካብ ተመለሰ ኣነ ደኣ ንእሽተይ እንድየ ከመይ ገይረ ዘይምለስ ኢልና ክንምለስ ኢና ንሳቶም እውን ክምለሱ ስለ ዝኽእሉ ናብ ኩላኣቶም ነብጽሓሎም ይስምዕዎ ቃሉ ዓለም ኩሉ ይሰበኽ ነጽባሕ ነባጽሓዮ ከምዚ እንድሕር ጌርና እዚ ከምዚ ዝመሰለ ጥዑም ዝኾነ ትምህርቲ እንድሕር ተማሂርና እግዚኣብሄር ከመይ ዝመሰለ በረከትን ከመይ ዝመሰለ ክብርን ከም ዝህበና ዋላ ሓንቲ ዝጠራጠር ሰብ ክህልወና የብሉ ምስማዕ ጥራሕ ግን ኣይኮነን ክነተግብሮ ኣለና ከምዚ ዝረኣናዮ ከምታ ቅዱስ ጴጥሮስ ኣብ ተግባር ዘውዓላ እታ ጸገሙ እታ ስሕተቱ ቀሪፉ ናብ ጎይቱ ከም ዝቐረበ ኣነ ንስኹም እውን ጸገብና ስሕተትና ቀሪፍና ናብ ጎይታና ንቕረብ እንእገለ እንእገለ እናረእና ኣይንውደቕ እዚ ብዙሕ ሰብ ዝወድቕ ጳጳሳት ክርኢ ይኽእል ካህናት ክርኢ ይኽእል ካልእ ካልእ ክርኢ ይኽእል እዩ እዚ በፍጹም ክኸውን ኣይኽእልን ንስኻ ኣነ ወዲ ክርስቶስ እየ ክትብለለክ ኣነ ጓል ክርስቶስ እየ ክትብለለክ ክርስትያን እየ ክርስትያን ድማ ብነገለ ብነገለ ዘይኮነ ዝምካዕ ብጎይቱ ብእግዚኣብሔር እዩ ተሸኪምዎ ዘሎ ቃለ እግዚኣብሔር ቅዱስ ቃሉ እዩ ዝመርሖ ዘሎ ቅዱስ ቃሉ እዩ ወንጌል እዩ ብወንጌል ዝምራሕ ዘሎ ብወንጌል ዝምራሕ ዘሎ ሰብ ድማ ኣብ ቅድሚቱ ብርሃን እዩ ዘሎ ኣብ ውሽጡ ብርሃን እዩ ዘሎ ፀልማት ኣይኮነን ፍቅሪ እዩ ዘሎ ፅልአ ኣይኮነን ሓድነት እዩ ዘሎ ምክፍፋል ኣይኮነን ሰላም እዩ ዘሎ ምዝራግ ኣይኮነን ዕብየት እዩ ዘሎ ውርደት ኣይኮነን ክብሪ እዩ ዘሎ ሓሳር ኣይኮነን መንግስተ ሰማያት ርስቱ እዩ ምድራዊ ርስቲ ኣይኮነን ጥራሕ ዝርኢ ስለዚ እዚ ጌርና ኢና ክንከይድ ዘለና ከምዚ እንድሕር ጌርና ኩሉ ነገር እናቐለለ እቲ ዝመጽእ ድማ ንዓይን ንዓኹምን ዝወሃብ ሽልማት ኣባና ንዓና ከም ዝኾነ ሓሲብና ኢና ክንከድ ዘለና እሞ ወንጌል ክንምሃር ኣለና ክነዘውትሮ ክነዘውትሮ ክነዘውትሮ ኣለና ክንጹሊ ክንተግህ ኣገልግሎትና ክንሰፍሕ ንዓይ ክጽሊ ንኻሊእ ክጽሊ ነቲ ሓደ ነቲ ሓደ ሓቢርና እንተኸይንና ክንዕወት ኢና ኣምላኽና እግዚኣብሄር ኣምላኽ ንኹላትና ጥበቡ ምስጢሩ ይግለጸና ዓድና ሰላም ይግበረልና ዓለም ኩሉ ሰላም ይግበረልና ከም ጴጥሮስ ተነሲና እንምለስን መጓሰና ድማ ብደንቢ ጌርና እንሕሉ እነብልዕን እንምግብን ይግበረና ኣምላኽና እግዚኣብሔር ኣምላክ ስብሐት ለእግዚኣብሔር።